ኦርቶዶክሳውያን ብምልእኹም ብስም ህያው እግዚኣብሄር ሰላም ክብለኩም ከመይ ኣለኹም ናይ ግዝያት ናይ ሰዓታት ናይ ዘመናት በዓል ቤት ኣምላኽና እዛ ሰዓት እዚኣ እዛ ግዜ እዚኣ ሂቡ ኸዓ ቃሉ ክንነጋገር ስለ ዘኽእለና ስለ ዘብቕዐና ስሙ ዝተመስገነን ዝተኸበረን ይኹን ኣብ ዝሓለፉ ክፋላት ናይ ኣበው ወይ ከዓ ነገረ ኣበው ብዝብል ናይ ኣበው ኣቦታትና ኣስተምህሮ ብፍላይ ኸዓ ኣብዞም ፅሑፋዊ ይኹን ቃላዊ ትውፊታት ቤተ ክርስቲያን፣ ትውፊታት ቤተ ክርስቲያን ዘለዎም ኣረዳድኣ፣ ኣመለኻኽታ፣ ስብከቶም እንታይ ይመስል፣ ኣንሕና ካብኡ እንመሃሮ ነገር ንምውሳድ እንታይ ሰቢኾም፣ እንታይ ኣምሂሮም ዝብል መሰረታዊ ናይ ቤተ ክርስቲያን ኣስተምህሮ ኣብ ዝኾኑ ብፍላይ ብፍላይ ኣልዒልና ኩሉ ምድህሳስ ስለ ዘይከኣል ማለት እዩ። ሎማዓንቲ ኸዓ እግዚኣብሄር ከም ዝፈቐዶ ናይ ቅዱሳን ናይዞም ኣበው እዚኦም ውሑዳት ካብ ዝኾኑ ከም ኣብነት ክኾንና ከም መርኣያ ክኾንና ናይ ዝተወሰኑ ኣቦታት ህይወትን ትምህርትን ክንርኢ ኢና ህይወትን ትምህርትን ከመይ ኢሎም ናብዚ መንፈሳዊ ልዕልና ናብዚ መንፈሳዊ ህይወት ከም ዝበቕዑ ኣብዚ መንፈሳዊ ህይወት ክህልው ከለው ከዓ ናብ ምንታይ ዓይነት ኣስተምህሮን ብምንታይ ዓይነት ዕቅበትን ከዓ ንቤተ ክርስቲያን ዘለዎም እጃምን እንታይ ይመስል ነይሩ፣ እንታይ ዓይነት ኣበርክቶኸ ነይርዎም ዝብል ብጣዕሚ ውሑዳት ግን ከዓ መርኣያ ዝኾኑ መርኣያ ዝኾኑ ክነልዕል ኢና። ክነልዕል ከለና ከምቲ ዝበልክዎ ንድህሶ መሰረታዊ ነገር እንታይ እዩ? ኣተዓባቢኦም እንታይ ይመስል ነይሩ? ኣተዓባቢኦም ኣብ መንፈሳዊ ህይወቶምን ደሓር ኣብ ቤተ ክርስቲያን ንዝነበሮም እጃም ወይ ከዓ ኣበርክቶ እንታይ ዓይነት እንታይ ዓይነት ኣበርክቶ ነይርዎ? ብዘመኖም ዝነበረ ናይ ቤተ ክርስቲያን ፈተና፣ ኣብኦም ዝበፅሐ ፈተና፣ እቲ ፈተና ብኸመይ ከም ዝሓለፍዎ፣ ነቲ ፈተና እሱ ንምሕላፍ ንቤተ ክርስቲያን ጥብቅና ንምቛም እንታይ ዓይነት ኣስተምህሮ ኣምሂሮም፣ ኣብ ምንታይ ኣተኲሮም ሰቢኾም ዝብሉ ዋና ዋና ትምህርትታቶም ዳህሲስና ኢና ክንሓልፍ ማለት እዩ። ብመሰረታዊነት እንዳ ልዕሎም ኣቦታት ብፍላይ ከዓ ኣብቲ ብዓለም ለኸ ጉባኤያት ዓብዪ እጃም ዝነበሮም ንኣብነት ካብ ጉባኤ ንቅያ ጀሚርና ቁስጥንጥንያ ኤፌሶን ካብኡ ከዓ ቤተ ክርስቲያን ዘይትቕበሎ ካብ ቤተ ክርስቲያን ካልኦት ኣካላት ክወፁ ምክንያት ዝኾነ ጉባኤ ኬልቄዶን ከምኡ እናበልና ኣብኡ ዓብዪ እጃም ዝነበሮምን ምስኡ ዝተተሓሓዙን ክነልዕል ኢና ከምቲ ዝበልኩ መርኣያ ጥራሕ ስለ ዝኾነ ኩሎም ኣበው ናይ ኩሎም ኣበው ህይወት ኣበርክቶ ኣልዒልካ ዝውዳእ ስለ ዘይኮነ ክነድህስሶ እውን ስለ ዘይንኽእል ከም መርኣያ ኢና ክነልዕል ፈለማ እነልዕሎ ቅዱስ ኣትናቴዎስ ሃዋርያዊ እዩ። ቅዱስ ኣትናቴዎስ ሃዋርያዊ ቅዱስ ኣትናቴዎስ ሃዋርያዊ ካብ መንበረ ማርቆስ ካብ ንረኽቦም ኣቦታት ኣቦታት ኣብ ሃይማኖት ዓብዪ እቅበት ካብ ዝፈፀሙ ኣቦታት እቲ ተጠቃሲን ዓብዪ ስም ዘለዎን እዩ ዓብዪ ስም ዘለዎን እዩ። ቅዱስ ኣትናቴዎስ ውልደቱ ገና ኣብ መወዳእታ ሳልሳይ ሚእቲ ክፍለ ዘመን ኣብ 298 ዓመተ ምህረት ከም ዝነበረ ናይ ቤተ ክርስቲያን ታሪኽና ይነግረና። 298 እዚ ማለት ናይ መወዳእታ ሳልሳይ ክፍለ ዘመን ናብ ራብዓይ ክፍለ ዘመን ክነኣ- ከ- ክኣቱ እቲ ዘመን ንሱ ኣብኡ ከም ዝተወለደ ናይ ቤተ ክርስቲያን ታሪኽ እ፣ ይን- ይነግረና። እ፣ ምስ ህይወቱ ክነተሓሕዝ ከለና እ፣ ህይወቱ ክንድህስስ ከለና ምናልባት ብብዙሕ ቦታ እውን ከም ዝተነገረ ብሽዑ ዝነበረ ፓትርያርክ ወይ ከዓ ሊቀ ጳጳስ ናይ እስክንድርያ ናይ መንበረ ማርቆስ ፓትርያርክ ዝነበረ ቅዱስ እለ እስኪንድሮስ ከም ዝነበረ ይፍለጥ። ቅዱስ እለ እስክንድሮስ ቅዱስ እለ እስክንድሮስ ንኣገልግሎት ኣብ ዝንቀሳቐሰሉ ግዜ ቅዱስ ኣትናቴዎስን ካልኦት ህፃናትን ኣብ ጸዋታ ነይሮም እናተጻወቱ ከም ዝነበሩ ታሪኽ ቤተ ክርስቲያን ይነግረና። ክጻወቱ ከለዉ ግን ናይ ቅዱስ ኣትናቴዎስ እጃም ካብቶም ናይ ኻልኦት ህፃናት እጃም ፍልይ ዝበለ እዩ ነይሩ። ኣብዞም ቆልዑ ዝሪኦ ዘለኹ ጻወታ ወይ ከዓ ምንቅስቓስ እዚ ኩነታት'ዚ ስቕ ኢሉ ንከንቱ ነገር ከም ቀሊል ጸወታ ጥራሕ ገይሩ ክሓልፎ ኣይከኣለን። እቲ ጸወታ እንታይ እዩ ነይሩ? ቅዱስ ኣትናቴዎስ ህጻናት ኣኪቡ የጥምቖም ነይሩ። እሱ ዘጥምቕ እቶም ካልኦት ከዓ ዝጥመቑ ኮይኖም ይሰርሑ ስለ ዝነበሩ ወይ ከዓ እዚ ክውን እዚ ይጻወቱ ስለ ዝነበሩ ቅዱስ እለ እስኪንድሮስ ናይ ሽዑ ፓትርያርክ እዚ ክውንነት እዚ እዚ ከይዲ እዚ ስኢልካ ዝሕለፍ ኣይኮነን። እግዚኣብሄር ከምህረኒ ዝደለየ ነገር ኣሎ ከም ኣጋጣሚ ዝተርኣየ ነገር ኢሉ ክሓልፎ ኣይከኣለን። ናይ ቆልዑ ህፃን ወይ ከዓ ናይ ህፃናት ፀዋታ ስኡ ኢሉ ብኣጋጣሚ ከምቲ ኩሉ ግዜ እንሪኦ ናይ ህፃናት ፀዋታ ክኾን ኣይኽእል እዩ እግዚኣብሄር ከርእየኒ በዚ ህፃን እዚ ገይሩ ክሰርሖ ዝደለየ ስራሕ ኣሎ ማለት እዩ ኢሉ ናብ መንበረ ፓትሪያርኪ ወሲዱ ከም ዘዕበዮ ናይ ቤተክርስቲያን ታሪክ ይናገር። ናብ መንበረ ፕትርክና ወሲዱ ናብ መንበረ ፕትርክና ወሲዱ እናምሀረ እናምሀረ መንገዲ እናርኣየ ምስ ኣዕወዮ ናይ ቅዱስ ኣትናቴዎስ ሕዚ እነልዕሎ ቅዱስ ኣትናቴዎስ ህይወቱ ክእለቱን ስነ ምግባሩን ንክህነት ዘብቅዕ ኮይኑ ስለ ዝረኸቦ ከዓ ቅዱስ እለስኪንድሮስ ሕዚ እውን ንክህነት ከም ዝበቅዕ ስለ ዝተዓዘበ ክህነት ከም ዝሃቦ ይንገር። እንታይ እንታይ ኢና ኣልዒልና ዘለና ህይወቱ እዚ ክርስትያናዊ ኦርቶዶክሳዊ ህይወቱ ማለት እዩ ክእለቱ በቲ ዝተዋሃቦ ስልጣን በቲ ዝተዋሃቦ ስራሕ ወይ ከዓ ግብሪ ዘለዎ ክእለት ልዑል ምዃኑ ኣፈፃፅማኡ ልዑል ምዃኑ ዝረአየ ስራሑ ክክውን ከሎ ክፍፅም ከሎ ዝለዓለ ክእለት ስለ ዝነበሮ ከዓ ግን ትዕቢት ዘይነበሮ ብስነ ምግባር ዝተሃነፀ ከም ዝኾነ ዝረኣየ ቅዱስ ለስኪንድሮስ ክህነት ከም ዝሃቦ ወይ ከዓ ንድቁና ናይ ድቁና ስልጣን ከም ዝሃቦ ይንገር። እዚ ማለት እንታይ ማለት እዩ? ናይ ቤተ ክርስቲያንና ስርዓት ካብዞም ኣበው እዚኦም እንሪኦ ሓደ ሓደ ንክህነት ዝበቅዕ ኣካል ንሃዋርያዊ ክህነት ዝበቅዕ ኣካል ከማልኦም ዝግባእ ከምቲ ቅድም ኢልና ቅዱስ ጳውሎስ ንቲቶን ንጢሞቴዎስ ወዱን ዝልኣኾ እንታይ ክማልእ ኣለዎ? ሓደ ሰብ ካህን ክኾን እንተ ኾይኑ እንታይ እንታይ ክማልእ ኣለዎ ዝብሉ ነገራት ኢና ጠቒስና ዘለና። ብህይወቱ ዝተመስከረሉ፣ ብክእለቱ ጽቡቕ ክእለት ዘለዎ፣ ናይ ምፍጻም ዓቕሚ ዘለዎ፣ ዝተውሃቦ ልኡኽ ብኣግባቡ ብሰዓቱ ብስርዓት ዝፍጽም እዚ እቲ መመዘኒ እዩ። ካልእ ከዓ ካልእ ዋና መመዘኒ ከዓ ብስነ ምግባር ዝመላለስ ብስነ ምግባር ዝመላለስ ትዕቢት ዘይብሉ ድሌት ገንዘብ ዘይብሉ ኣጉል ዝኾነ ህርፋን ገንዘብ ዘይብሉ ንገንዘብ ኢሉ ሓቂ ዘይቕይር ንገንዘብ ኢሉ ሓቂ ዘይቕይር ብስነ ምግባር ዝተሃነጸ እዩ ሃዋርያዊ ክህነት ክሽከም ወይ ከዓ ክቕበል ዝኽእል ስለዚ ቅዱስ ኣትናቴዎስ እውን ብህይወቱ ብስነ ምግባሩ ብሞያዊ ክእለቱ ብኣገልግሎቱ ብቑዕ ኮይኑ ስለ ዝረኸቦ እዩ ዲያቆን ገይሩ ዝሰሙ ድሕርዚ ቅዱስ ኣትናቴዎስ ብድቁና ወይ ከዓ ሊቀ ዲያቆናት ክኾን ከሎ ኣብቲ ሽዑ ግዜ ንቅዱስ እስክንድሮስ ኣብ ዝነበሩሉ ግዜ ሊቀ ዲያቆናት ማለት ንቅዱስ ነቲ ፓትርያርክ ንሱ ዘገልግል ማለት እዩ ልክዕ ከም ፀሓፊ ኮይኑ ዘገልግል ኣብ ናይ ኣቦና ኣቡነ ጎርጎርዮስ ካልእ ዝፅሓፉ ናይ ቤተክርስትያን ታሪክ እሱ እዩ ዝነግረና ሊቀ ዲያቆን ማለት ናይ ፓትርያርክ ጸሓፊ ከም ማለት እዩ። ስለዚ ምስ ቅዱስ እለስክንድሮስ ዝንቀሳቐስን ምስ ቅዱስ እለስክንድሮስ ናብ ዝኸዶ ኩሉ እናኸደ ኣገልግሎት ዝህብን እዩ ነይሩ ማለት እዩ። ካብቶም ዓበይቲ ቅድም ኢልና ካብ ዘልዐልናዮም ጎሊሁ ዝለዓል ከዓ ሽዑ ተላዒሉ ዝነበረ ናይ ቤተ ክርስቲያን ፈተና ከምቲ ቅድም ኢልና ዘልዐልናዮ ኣብ ዘመኖም ዘጋጠሞም ናይ ቤተ ክርስቲያን ፈተና ብግሎም ይኹን ብቤተ ክርስቲያን ከም ግሎም ከም ውልቆም ካብኡ ከዓ ከም ቤተ ክርስቲያን ዝመጽእ ፈተናታት ከዓ ኣለዉ ኣብ ኣገልግሎት ክነብሩ ከለዉ ቅዱስ እሌስኪንድሮስ ፓትርያርክ ኣብ ዝነበረሉ ግዜ ኸዓ ካብ ልብያ ዝተልዓለ ኣርዮስ ክሕደት ከም ዝተልዓለ ይንገር እዩ። ክሕደት ብፍላይ ኸዓ ኣብ ነገረ ክርስቶስ ኣርዮስ ኣብ ነገረ ክርስቶስ ብዘምጽኦ ክሕደት ቅዱስ እሌስኪንድሮስ ኣውጊዙ ፈሊዎ ነይሩ። ካብኡ ኸዓ ናብ ኣንጾኪያ ከይዱ ኣብ ኣንጾኪያ ዝነበሩ ጳጳሳት እለ እስክንድሮስ ብስሕተት'ዩ ኣውጊዝዎ ኢሎም ውግዘተይ ተላዒሉለይ ኢሉ ናብ ግብጺ ወይ ከዓ ናብ እስክንድርያ መጺኡ ኣርዮስ ኣብ ቤተ ክርስቲያን ዓብዪ ፈተና ምስ ኾነ ዓለም ለኻዊ ጉባኤ ክጽዋዕ ተገይሩ ዓለም ለኻዊ ጉባኤ ክጽዋዕ ተገይሩ ስለዚ በዚ ኩነታት ዝሓለፈ እዩ ማለት እዩ ቅዱስ ኣትናቴዎስ ኣብቲ ዝተፀውዐ ናይ ንቅያ ጉባኤ ኣብ ንቅያ ከምቲ ንፈልጦ ናይ ኣርዮስ ኣስተምህሮ ዝነበረ ናይ ኣርዮስ ኣስተምህሮ ዝነበረ ኣብ ነገረ ክርስቶስ እዩ ኣብ ነገረ ክርስቶስ እዩ ክንብል ከለና ክርስቶስ ምስ ኣብ ብባህሪ መዓር ኣይኮነን ወይ ከዓ እግዚኣብሄር ኣብ ንወልድ ንወልድ ወይ ከዓ ንጥበብ ንሱ ከም ዝብሎ ጥበብ ገይሩ ፍጥረታት ክፈጥረሉ ዝፈጠሮ እዩ ዝብል ክሕደት ዘምህረሉ ግዜ እዩ ነይሩ ግዜ እዩ ነይሩ ወይ ከዓ ወልድ ዘይነበረሉ ግዜ ነይሩ ዝብል ክሕደት ዘምህረሉ ግዜ ማለት እዩ ወልድ ዘይነበረሉ ግዜ ነይሩ እዚ ማለት እንታይ ማለት እዩ ካብ ኣብ ዝነኣሰ መለኮታዊ ባህሪ ዘለዎ ማለት ዝነኣሰ እዩ ባህሪ እዩ ዝብል ለቱ ስብሃት እዚ ክሕደት እዚ ብጣዕሚ ሰፊሑ ቤተ ክርስቲያን ናብ ምኽፋል ዝበፅሐሉ ዘመን እዩ ነይሩ ማለት እዩ። ቅዱስ ኣትናቴዎስ ሊቀ ዲያቆን ዝነበረ ናይ መን ናይ ቅዱስ እለ እስኪንድሮስ ስለዚ ዓለም ለኻዊ ጉባኤ ክጽዋዕ ከሎ ዓለም ለኻዊ ጉባኤ ክጽዋዕ ከሎ ኣብ ኒቅያ ክካየድ ከሎ ኣብ ኒቅያ ክካየድ ከሎ ቅዱስ ኣትናቴዎስ እውን ምስ ቅዱስ እሌስክንድሮስ ናብ ንቅያ ከም ዝኸደን ዓብዪ እጃም ከም ዝነበሮን ኢና ንርዳእ። ስለዚ ወልድ ብመለኮቱ ፍጡር እዩ ንዝበለ ንኣርዮስ ንምርታዕ ሓሳብ ካብ ዘምጽኡ ኣብ ቅድሚት ዝስራዕ ቅዱስ ኣትናቴዎስ እዩ። ቅዱስ ኣትናቴዎስ እዩ። ጉባኤ ንቅያ ኣብ ሰለስተ ሚእትን ዕስራን ሓሙሽተን ዓመተ ምህረት እዩ ዝተኻየደ ኣብ ሰለስተ ሚእትን ዕስራን ሓሙሽተን ዓመተ ምህረት ኣብ ኒቅያ ማለት እዩ ስለዚ ንኣርዮስ መልሲ ብምሃብ ዝነበሮ እጃም እንታይ እዩ ዝብል ዝተወሰነ ክነልዕል ኢና ኣቐዲምና ግን ናይ ኣርዮስ ክሕደት ብተወሰነ ክነልዕል ሓደ ካብ ኣብ ወፃኢ ኩሉ ዝተፈጠረ እዩ ኩሉ ዝተፈጠረ እዩ ማለት እንታይ ማለት እዩ? ካብ ኣብ ወጻኢ ክብል ከሎ ንወልድን ንመንፈስ ቅዱስን እውን ዝሓወሰ እዩ። ስለዚ ወልድን መንፈስ ቅዱስን ከም ፍጡራን ገይሩ ዝቆጸረ ማለት እዩ። ምውላድን ምፍጣርን ሓደ ዓይነት ቃላት እዮም። ምውላድን ምፍጣርን ኣብ ጸሎት ሃይማኖትና ግን እንታይ ኢና ዝንብል? ዝተወለደ እምበር ዘይተፈጠረ ዝብልሲ ከም ጌጋ ቆጺሩ ማለት እዩ። ተወለደ በልና ተፈጠረ በልና ትርጉሞም ሓደ እዩ ናይ ቃላት ለውጢ እዩ። እቶም ቃላት ግን መዓረን ሓደ ዓይነት ሚዛን ዘለዎም ተመሳሳሊ ትርጉም ዘለዎም እዮም ዝብል ኣስተምህሮ እዩ ነይርዎ። ኣብ ቅድሚ ዘመናት ወልድ ዘይነበሩሉ ግዜ ነይሩ እዚ ማለት እንታይ ማለት እዩ? ኣብ ኣብ ዘይተባህለሉ ግዜ ነይሩ እዩ ዝብል ናይ ኣርዮስ ኣብ ኣብ ዘይተባህለሉ ግዜ ነይሩ ኣብ ኣብ ዘይተባህለሉ ግዜ ነይሩ ማለት እንታይ ማለት እዩ? ወልድ ዘይነበረሉ ግዜ ነይሩ ማለት እዩ። እዚ ኣብ ቤተ ክርስቲያንና ዓብዪ ክፍተትን ወይ ከዓ ናይ ምክፍፋል ናይ ኣስተምህሮ ስሕተት ዝፈጠረ ስለ ዝኾነ ቅዱስ ኣትናቴዎስ ኣብዚ ዓብዪ እጃም ቤተ ክርስቲያን ብፍላይ ኣብ ኒቅያ ጉባኤ ንኣርዮስ መልሲ ክወሃብ ከሎ ዓብዪ ጻወታ ዝተጻወተ ኣቦ እዩ። ስለዚ መብዛሕትኦም ኣስተምህሮታት ናይ ቅዱስ ኣትናቴዎስ ክንሪኦም ከለና በእንተ ስጋዌ ወይ ከዓ ብዛዕባ ስጋዌ ብዛዕባ ስጋዌ ንምንታይ ንሱ ዝነበረሉ ግዜ ንሱ ዝነበረሉ ግዜ ከምቲ ዝተባህለ ኣብ ነገረ ክርስቶስ ወይ ከዓ ኣብ ወልድ ዓብዪ ክሕደት ተላዒሉ ስለ ዝነበረ ብኣርዮስ በርግጥ እቲ ጎሊሁ ዝወፅእ ናይ ወልድ ይኹን ደኣ እምበር ኣርዮስ ኣብ ነገረ መንፈስ ቅዱስ እውን ክሕደት ነይርዎ እዩ እንታይ እዩ ዝብል ኣብ ኣብን ወልድን ዘሎ ዝምድና ኣብ ወልድን ኣብ መንፈስ ቅዱስን እውን ኣሎ እዚ ማለት እንታይ ማለት እዩ ኣብ ንወልድ ከም ዝበልፆ ኩሉ ወልድ እውን ንመንፈስ ቅዱስ ይበልፆ ማለት እዩ ከም ኣርዮስ ኣገላልጻ ኣብ ንወልድ ከም ዝቕድሞ ኩሉ ወልድ እውን ንመንፈስ ቅዱስ ይቕድሞ ዝብል ብጣዕሚ ዝተሰሓተን ኣብ ነገረ ድህነት ዓብዪ ጉድኣት ዘብጽሕ ክሕደት ማለት እዩ። ስለዚ ነዚ መልሲ ዝህብ ስለ ዝኾነ መብዛሕትኦም ናይ ቅዱስ ኣትናቴዎስ ስብከታት ኣስተምህሮታት ኣብ ነገረ ስጋዌ ወይ ከዓ በእንተ ስጋዌ ዘልዐሎም እዮም። እዚ ስለ ዝኾነ ቅዱስ ኣትናቴዎስ ሽዑ ኣብቲ ዘመን ንሱ ንኣርዮስ ተሳዒሩ ወይ ከዓ ክሕደቱ ተፈሊጡ ነቲ ኣስተምህሮኡን ንኣርዮስን ዘውገዘ ጉባኤ ኒቅያ ዋና ኣበርክቶ ዝነበሮ ስለዝኾነ ደሓር ቅዱስ እለእስኪንድሮስ ክዓርፍ ከሎ ወይ ከዓ ብህይወት ክፍለ ከሎ ናይ መንበረ ማርቆስ ናይ እለእስክንድሮስ ተተካኢ ኮይኑ ኣብ መንበረ ማርቆስ ፓትራሪክ ኮይኑ ተሾይሙ ነይሩ ፓትራሪክ ኮይኑ ተሾይሙ ነይሩ። ስለ ዝኾነ ድማ ኣብቲ ናይ ኒቅያ ጉባኤ ዓብዪ ኣበርክቶ ስለ ዝነበሮ ኣርዮሳውያን ኣብ ልዕሊ ቅዱስ ኣትናቴዎስ ዓብዪ ተቓውሞን ዓብዪ ናይ ስደትን ናይ መከራን ግዜ ግዜ ተጸብዮም ዓብዪ መከራ የውጽሕሉ ነይሮም እዮም በዚ ዝተልዓለ በዚ ዝተልዓለ ቅዱስ ኣትናቴዎስ ብዝፍለጥ እኳ ካብ መንበሩ ኣርባዕተ ግዜ ንስደት ተቓልዕ እዩ ወይ ከዓ እዞም ኣርዮሳውያን ምስ ሽዑ ዝነበሩ ምስ ሽዑ ዝነበሩ ናይ ቤተ ክርስቲያን ሓድነት ዘይደልዩ መራሕቲ ተሓባቢሮም ንስደት ኣቃሊዕሞ ነይሮም ናብ መንበረ ማርቆስ እኳ ናይ መንበረ ማርቆስ ወይ ከዓ ናይ ሃዋርያዊ ኣስተምህሮ ትምህርቲ ዘይብሎም ናይ ኣርዮስ ተኸተልቲ ዝኾኑ ሰባት ክሳብ ምሻም በፂሖም ነይሮም እዮም ስለዚ እዞም ኣበው ኢልና ክነልዕል ከለና ኣብ ዘመኖም እንታይ ዓይነት ፈተና በፂሕዎም ነይሩ ነቲ ፈተና ኸ ብምንታይ መልክዕ እዮም ተፃዊሮሞ ነቲ ፈተና ኢድ ስለ ዘይሃቡ በቲ ፈተና ከዓ ስለ ዘይወደቑ ኢና ከዓ ኣበው ንሕና እውን ንኦም ኢና ንምልኸት ናይ ኣበው ኣስተምህሮ ናይ ኣበው ህይወት ናይ ኣበው ኣካያይዳ ዝተኸተለት ቤተ ክርስትያን ንብላ እውን ንሶም ብሓቅን ንሓቅን ኩሉ ግዜ ዝፀንዑ ስለ ዝኾኑ ማለት እዩ ቅዱስ ኣትናቴዎስ ሽዑ ብዝነበረ ኩነታት ምስቶም ሽዑ ዝነበሩ ናይ ዓለም መራሕትን ምስ ኣርዮሳውያንን ተዝለሳለስ ነይሩ ካብ መንበሩ ኣይምተሰደደን ነይሩ ካብ መንበሩ ኣይምተሰደደን ነይሩ ካብ መንበሩ ክስደድ ዝገበሮ ኣብ ሓቂ ጠጠው ስለ ዝበለ እዩ ምስኦም ስለ ዘይትስማዕምዐ ምስ ተሳሐቱ ሰባት ብስሕተት መንገዲ ስለ ዘይኸደ ንዕኦም እንተ ዝተሓባበር ነይሩ ንዕኦም እንተ ዝተሓባበር ነይሩ ኣብታ ዝነበረላ መንበረ ፕትርክና ማንም ኣየመልዐሎን ነይሩ። ንሱ ግን ንሱ ግን ንሓቂ ጠጠው ዝበለ ስለ ዝኾነ ብምንም ዓይነት ኩነታት ኣብ ምንም ዓይነት ኩነታት ኮይኑ ብምንም ዓይነት ግዜ ንሓቂ ዘይልውጥ ስለ ዝኾነ በዚ ምክንያት ብዙሕ መከራ ዝተፃወረ ዝተሸከመ ዝበፅሖ ኣቦ እዩ ቅዱስ ኣትናቴዎስ ስለዚ ክሽዎም ከለው እውን ኣብ ናይ ቤተክርስትያን ኣብዚ ዓይነት ክፍፍል ስለ ዝነበረት በዚ ምክንያት እዩ ንኣርባዕተ ግዜ ብዝተፈለጠ ናይ ቤተክርስትያን ታሪክ ብዝመዝገቦ እኳ ኣርባዕተ ግዜ ስደት በፂሕዎ ነይሩ እዩ ስለዚ ናይ ቤተክርስትያን ኣበው እንታይ ኢሎሞ ንኣትናቴዎስ ኣትናቴዎስ ዓለም ንኣትናቴዎስ ፀሊኣቶ እያ ዓለም ንኣትናቴዎስ ጸሊኣቶ እያ፣ ኣትናቴዎስ እውን ንዓለም ጸሊእዋ እዩ። ንዓለም ክበሃል ከሎ ንዓለም ክበሃል ከሎ ነቲ ናይ እግዚኣብሔር ስነ ፍጥረት ኣይኮነን ኣትናቴዎስ ዝጸልኦ ወይ እቲ ፍጥረት ኣይኮነን ንኣትናቴዎስ ወይ ኣትናቴዎስ ነቲ ፍጥረት ኣይጸልአን እንታይ ደኣ ኣብ ዓለም ዘሎ ፍትወት ኣብ ዓለም ዘሎ ድሌት ኣብ ዓለም ዘሎ ክሕደት ምስ ኣትናቴዎስ ኣይገጥሙን ምስ ኣትናቴዎስ ኣይገጥሙን። ነዚኦም ኣበው ዓለም ንኣትናቴዎስ ጸሊኣቶ፣ ኣትናቴዎስ እውን ንዓለም ጸሊእዋ። ኣትናቴዎስ እውን ንዓለም ጸሊእዋ። ምስዚ ተታሒዙ ቅዱስ ጎርጎርዮስ ዘኢንዝናዙ ንቅዱስ ኣትናቴዎስ ከምዚ ይብሎ፣ ዓምዲ ቤተ ክርስቲያን። ቅዱስ ኣትናቴዎስ ማለት ናይ ቤተ ክርስቲያን ዓምዲ እዩ፣ ዓምዲ እዩ። ዓምዲ ማለት እንታይ ማለት እዩ? ብገዛ ስእሊ ክንሪኦ ከለና ዓምዲ ማለት ኣብ ማእኸል ጠጠው ኢሉ ነቲ ናይ ገዛ መሰረታዊ ነገራት ዝሽከም ማለት እዩ ዝሽከም ማለት እዩ ኣትናቴዎስ እውን ኣትናቴዎስ እውን ናይ ቤተ ክርስቲያን ኣብ ቤተ ክርስቲያን ኣብ ትኽክል ጠጠው ኢሉ ናይ ቤተ ክርስቲያን ትውፊት ናይ ቤተ ክርስቲያን ዶግማ ናይ ቤተ ክርስቲያን ቀኖና ተሸኪሙ ንዘመናት ዘሰጋገረ ማለት እዩ ዓምዲ እሱ ስለ ዝኾነ ትርጉሙ ዓምዲ እሱ እዩ ትርጉሙ ዓምዲ ማለት ንገዛ ነዚኦም ኣብ ገዛ ዙርያ ዘለዉ ኩሉ ኣተሓባቢሩ ዝፀንዐ ዝሓዘ ማለት እዩ ዝተሸከመ ማለት እዩ ዝተሸከመ ኣትናቴዎስ ኣብ ልዕሊ ትውፊት ዝመፅእ ክሕደት ቤተክርስቲያን ከይጎድኣ፣ ኣብ ልዕሊ ቀኖና ዝመጽእ ጥሕሰት ንቤተክርስቲያን ከይጎድኣ፣ ኣብ ልዕሊ ዶግማ ዝመጽእ ክሕደት ንቤተክርስቲያን ከይጎድኣ፣ እሱ መከራ ተቐቢሉ ናይ ቤተክርስቲያን ስርዓት፣ ናይ ቤተክርስቲያን ዶግማ፣ ናይ ቤተክርስቲያን ቀኖና፣ ናይ ቤተክርስቲያን ትውፊት ንዘመናት ክሓልፍ ዓምዲ ኮይኑ ዝተሸከመ ስለዝኾነ ጎርጎርዮስ ዘእንዝናዙ ዓምዲ ቤተክርስቲያን ይብሎ። ዓምዲ ቤተክርስቲያን ይብሎ። ስለዚ ዓምዲ ቤተ ክርስቲያን ተባሂሉ ክግለጽ ዘኸእሎ ሓደ ንሱ እዩ ዝቆመ ዝሽከም ንኹሉ ዝኽእል ንኹሉ ዝኽእል ስደት ተሸኪሙ መከራ ተሸኪሙ ቤተ ክርስቲያን ዘሕለፈ ንሓቂ ጠጠው ኢሉ ሓቂ ናብ ዘመናት ዘሕለፈ ዘሸጋገረ ንወለዶ ዘሕለፈ ስለዚ ቅዱሳን ኣበው ዘምሀርዎ ትምህርቲ ቅዱሳን ኣበው ዝሰበኽዎ ስብከት ቅዱሳን ኣበው ዘቐበሉና ትውፊት ኢና ንሕልይ ከም ቤተ ክርስቲያን ንብልፅ ዘለና እዚ ስለ ዝኾነ እዩ ኣእማደ ቤተ ክርስቲያን ስለ ዝኾኑ ማለት እዩ ኣእማደ ቤተ ክርስቲያን ስለ ዝኾኑ ቅድም ኢልና እውን ከም ዘልዐልናዮ ናይ ቅዱስ ኣትናቴዎስ ናይ ቅዱስ ኣትናቴዎስ ማእኸል ትምህርቱ ነገረ ድህነት እዩ እዞም መናፍቃን እዚኦም ዘልዕልዎም ኣስተምህሮታት ብምሉኦም ኣፈጻጽማታት ብምሉኦም ካብ ነገረ ድህነት ዘውጽኡ ስለ ዝኾኑ ድሕነት ማእከል ዝገበረ ናይ ቤተ ክርስቲያን ናይ መጀመርያ ልኡኻ ድሕነት ስለ ዝኾነ ሓደን መሰረታውን ልኡኻ ድሕነት እዩ መድን ዓለም ኢየሱስ ክርስቶስ ንሃዋርያት ጸዊዑ ነቶም ዓሰርተ ክልተ ድማ ጸውዖም ይብል ኣብ ሉቃስ ወንጌል ነቶም ዓሰርተ ክልተ ድማ ጸውዖም ሃዋርያት ኢሉ ድማ ጸውዖም ወይ ሰመዮም ይብል። ኣብ መወዳእታ ከዓ ኪዱ ንኣህዛብ ብኣብ ብወልድ ብመንፈስ ቅዱስ ስም እናጥመቕኩም ዘምህርኩም ኩሉ እናምህርኩም ደቀ መዛሙርተይ ግበርዎም ከም ዝብል ማለት እዩ። እዚ እዩ እቲ ልኡኻ ቅዱስ ኣትናቴዎስ እውን እዚ ልኡኹ ዝሓልዩ ዝነበረ ስለ ዝኾነ ዓምዲ ቤተ ክርስቲያን ክንብሎ ክኢልና ማእኸል ትምህርቱ እውን ነገረ ድህነት እዩ ናይ ድሕነት ትምህርቲ እዩ ስለዚ ሽዑ ዝለዓሉ ዝነበሩ ኑፋቄታት ወይ ክሕደታት ናይ ምድሓንና መንገዲ ኣብ ሕቶ ዘእትዩ ስለ ዝኾኑ ንዕኦም ንዕኦም ፈልዩ ንምእመናን ኣምሂሩ ነቶም ዝስሓቱ ኣውጊዙ ፈልዩ ቤተ ክርስቲያን ዝተሸከመ ነገረ ድህነት ማእኸል ገይሩ ዘምሀረ ማለት እዩ። ካብቶም ዘምህሮም ክልተ ወይ ሰለስተ ነገራት ክነልዕል ብሓፂሩ ብሓፂሩ እንታይ ኣምሂሩ እንታይ ኢሉ ዝብል ከም መርኣያ ሒዝና ክንሓልፍ ስለ ዘለና ማለት እዩ ስለ ጎይታ ናይ ባህሪ ኣምላኽነት ኣርዮስ ዘልዐሎ ያው እግዚኣብሄር ንወልድ ወይ ከዓ ጥበብ መጀመርያ ፈጢሩ ብኡ ድማ ፍጥረታት ፈጠረ እዩ ዝብል ናይ ኣርዮስ ማእኸል ናይ ክሕደቱ ምክንያት እውን እዚ እዩ እግዚኣብሄር መጀመርያ ንጥበብ ፈጠሮ መንገዱ ገበረኒ ስለ ዝብል ማለት እዩ። ንጥበብ ፈጢሩ ድማ ብኡ ኣቢሉ ድማ ፍጥረታት ፈጠረ እዩ ዝብል። ፍጥረታት ፈጠረ። ኣትናቴዎስ ክምልስ ከሎ ከምዚ ይብል እግዚኣብሔር ፍጥረታት ንክፈጥረሉ ካልእ ፍጡር ፈጠረ ዝብል ልበ ወለዳዊ ክሕደት እዩ። ልበ ወለዳዊ ክሕደት እዩ። መን ከ ኣቐበለኩም? ካበይ ረኸብኩሞ? እቲ እትብልዎ ዘለኹም መጽሓፍ ከምኡ ኣየርእይን እዩ። እቲ እትጠቕስዎ ዘለኹም መጽሓፍሲ ከምኡ ኣይበለን። እግዚኣብሄር ፍጥረታት ንኽፈጥርሲ ኣቐዲሙ ፍጥረት ዝፈጥረሉ ፍጥረት ፈጠረ ማለት ካበይ ዘምጻእኹሞ ክሕደት እዩ። ንቕጽል እሞ ምፍጣር ከ ንምንታይ የድልዮ? ምፍጣር ከ ንምንታይ የድልዮ? ንሱ ፈጣሪ ኮይኑ እናሃለየ ካልእ ዝፈጥር ኣካል ምፍጣር ንምንታይ እዩ ዘድልዮ? ብምፍጣር ከይደክም ከይትብሉ ካልእ ክሕደት ክኾነኩም እዩ ንምንታይ ብምፍጣር እግዚኣብሔር ከይደክም ድኹም ትብሉ ዘሎ ከይደክም ከይትብሉ ማለት ደጋጊሞም የልዕልዎ ስለ ዝነበሩ እዩ ቅዱስ ኣትናቴዎስ እዚ ቃል እዚ ሱቕ ኢሎ የልዐሎን ከይደክም ድዩ ኢሉ ክሓቶም ከሎ ይደክም እዩ ዝብል ክሕደት ስለ ዘለዎም ማለት እዩ እዚ ከዓ ካልእ ክሕደት እዩ እዚ ከዓ ካልእ ክሕደት እዩ ንኣምላኽ ንፈጣሪ ንባህሪኡ ዘይስማዕማዕ እዩ ዘይስማዕማዕ እዩ ድኻም፣ ጥሜት፣ ኣጠቓላሊ ስምዒት ዝበሃል ኣብ ፈጣሪ የለን። ንባህሪኡ ኣይስማዕማዕን። ስለዚ ንምንታይ እዩ ኣድልይዎ ኣቐዲሙ ይፈጥሮ ንክፈጥረሉ እዩ። ንምንታይ እዩ ኣድልይዎ? ይቕጽል እሞ ናይ ነቢዩ ኢሳይያስ ሓሳብ ከምዚ ገይሩ ይጠቅስ። ኢሳይያስ ኣይሰማዕኻን ዶ ኣይፈለጥኻን ድኻ? እግዚኣብሄር ዘለኣለማዊ ኣምላኽ ፈጣሪ ወሰናት ምድሪ እዩ ይብል እሞ ኣይደክምን ኣይሕለልን እግዚኣብሄር ኣይደክምን እዩ እግዚኣብሄር ኣይሕለልን እዩ ምስትውዓል እውን ኣይምርመርን እዩ ናይ እግዚኣብሄር ምስትውዓል ኣይምርመርን እዩ ንሱ ንድኹም ሓይሊ ይህብ፣ ንዝደኸመ ሓይሊ ይህብ፣ ሓይሊ ንዘይብሉ ከዓ የበርትዕ፣ ዘበርትዕ ንሱ፣ ሓይሊ ንዘይብሉ ሓይሊ ዝህብ ንሱ። ከመይ ገይሩ ደኣ ፍጥረታት ንክፈጥረሉስ ኣቐዲሙ ዝፍጠር ፍጥረት ኣድልይዎ። ኣይደክምን፣ ኣይሕለልን። ምስትውዓል እውን ዝምርመር ኣይኮነን ምስትውዓል እውን ዝምርመር ኣይኮነን ማንም ፍጡር ናይ እግዚኣብሄር ምስትውዓል ክምርምር ኣይኽእልን እዩ ምስትውዓሉ ክምርመር ዘይኽእል ኣምላኽ ፍጥረታት ንክፈጥረሉ ካልእ ፍጡር ፈጢሩ ማለት ፍጹም ክሕደት እዩ ናይ እግዚኣብሄር ናይ እግዚኣብሄር ባህሪ ዘይምርዳእ እዩ ባህሪኡ ዘይምርዳእ እዩ ባህሪኡ ዘይምፍላጥ እዩ ብናይ ውልቀኹም ናይ ስምዒት ድኻም ለኪዕኹም ብኣመክንዮ እዚ ትብሉ ኣለኹም እምበይ ንእግዚኣብሔር ንባህሪኡ ኣይስማዕማዕን መጽሓፍ እውን ኣይሕግዘኩምን ንምንታይ ኢሳይያስ እንታይ ይብል ኣሎ ንምስትውዓል እውን ኣይምርመርን ናይ እግዚኣብሔር ምስትውዓል እውን ኣይምርመርን ስለዚ ንሱ ንዝደኸሙ ሓይሊ ዝህብ ዘበርትዕ ደኣ እምበር እሱ ሓይሊ ዘድልዮ ደጋፊ ዘድልዮ ዘበርትዕ ዘድልዮ ኣይኮነን ኣይኮነን ይቕፅል እሞ ፍጥረታት ብቀጥታ እዚ ቃል እዚ ኣብ ኢሳይያስ ምዕራፍ 4 ቁፅሪ 8 ኢና ንረኽቦ ፍጥረታት ብቀጥታ ምፍጣር ዝሓትት ግብሪ ከም ማለት ስለ ዝሓስብ እዩ ከዓ ይብሉ እንታይ ፍጥረታት ብቀጥታ ምፍጣር ዝተሓተ ግብሪ ዝተሓተ ግብሪ እዩ ኸዓ ይብሉ። ዝተሓተ ግብሪ ማለት ንምንታይ ፍጥረታት ምፍጣርሲ ንእግዚኣብሔር ኣይምጥኖን ማለት እዩ። እዚ ኸዓ ክልተ ክሕደት እዩ ዘሎ። ሓደ ፍጥረታት ኩሉ ፍጥረታት ኩሉ ዘይምጥኑ ዝተሓተ ገይርካ ምሕሳብ። ካልኣይ እግዚኣብሔር ዝፈጥሮም ፍጥረታትሲ ባዕሉ ንዝፈጥሮም ፍጥረታት ዘይምጥንዎ ገይርካ ምሕሳብ ማለት እዩ። ዘይምጥንዎ ገይርካ ምሕሳብ እዚ እውን ካልእ ዝጠመመ ትምህርቲ እዩ ይብሎ እሞ ምስ ያእቆብ ናብ ግብጺ ዝወረደ ኣይኮነን ንሱ ያእቆብ ኣብ ዝነበረሉ ጥሜት ሓይሉ ናብ ግብጺ ክወርድ ከሎ ኣነ ምሳኻ ኣለኹ ኢሉ ዝወረደ ዶ ኣይኮነን መን እግዚኣብሄር ምስ መን ናብ ግብጺ ዝወረደ ምስ ያእቆብ ያእቆብ ፍጥረት ኣይኮነን ድዩ ከነኣን ግብጺ ኣብዚ ኩሉ ዘለው ምንቅስቃሳት ናይ ፍጥረታት ስምምዕ ዶ ኣይኮነን እዩ እግዚኣብሄር ምስ ያእቆብ ናብ ግብጺ ዝወረደሲ ፍጥረታት ምፍጣር ዝተሓተ ግብሪ እዩ ኢልካ ይሓስብ ኢልካ ምሕሳብ ከመይ ዝጠመመ ትምህርቲ እዩ ከመይ ዓይነት ዝተሓተ ትምህርቲ እዩ ይቕጽል ንኣብርሃም ክብል ሳራ ንዝሓለያ ንኣቤሜሊክ ካብ ስሕተት ዝመለሰ ደይኮነ ንሱ ናይ ፍጥረታቱ ስምምዕ ከመይ ገይሩ ከም ዝሕሊ ኣቤሜሌክ ኣቤሜሌክ ሳራ ናይ ኣብርሃም ሰበይቱ ምዃና ከይፈለጠ ንካልእ ድሌቱ ክፍጽም ደልዩ እኳ እንተነበረ እግዚኣብሄር ብዝገለጸሉ ግን ንሳራ ንእግዚኣብሄር ክብል ንሳራ ስለ ዝሓለያ እግዚኣብሄር ኸዓ ንኣቤሜሊክ ካብ ስሕተቱ ዝመለሰ ደይኮነን ንሱ ኣብዚ ዘሉ ናይ ፍጥረታት መስተዋድድ ዶ ኣይረኣየኩምንን እዩ? እዚ ናይ ፍጥረታት መስተዋድድ ዝፈጠረ ኣምላኽ ፍጥረት ክፈጥርሲ ከም ትሑት ግብሪ ይቆጽሮ ማለት እንታይ ማለት እዩ? እንታይ ዓይነት ክሕደት እዩ? እንታይ ዓይነት ኣረዳድኣ እዩ ካበየናይ መጽሓፍ ከረኸብኩሞ ካበየናይ ትምህርቲ ኢኹም ዝረኸብኩሞ ካበየናይ ናይ መንፈስ ቅዱስ ምግላጽ ኢኹም ተገሊጹ ኣለኹም እናበለ ይሓቶም ማለት እዩ። ምስ ሙሴ ገጽ ንገጽ ዝተዘራረበ ዶ ኣይኮነን? ኣብ ሲና ቃላቱ ክህቦ ከሎ ትእዛዙ ክህቦ ከሎ ጽላት ክቐብሎ ከሎ ገጽ ንገጽ ምስ ሙሴ ዝተናገረ ኣምላኽ ፍጥረታት ክፈጥር ሲ ትሑት ግብሪ ኢሉ ይሓስብ ምባል ክንደየናይ ክሕደት እዩ? ከመይ ዝበለ ዘይምስትውዓል እዩ? ከመይ ዝበለ ዘይምስትውዓል እዩ? እዚ ኣተሓሳስባ እዚ እዚ ርድኢት እዚ ካበይ ኢኹም ረኺብኩሞ እናበለ ይምጉቶም ማለት እዩ። ንሱ ንዓለም ዝፈጠረሉ ጥበብን ሓይልን ፍጥረት ቀዲሙ ፈጥሩ ከመይ ገይርካ ይበሃል ኣቐዲሙ ዶ ዝኽእል ዶ ኣይኮነን ንሱ እግዚኣብሄር ክፈጥሮ ከሎ ንዕኡ ምፍጣር ዝኸኣለ ኣምላኽ ንካልኦት ፍጥረታት ከመይ ገይሩ ካልእ ፈጣሪ ኣድልይዎ ኢልኩም ትብሉ እናበለ ኣብ ናይ እግዚኣብሔር ኣምላኽነት ወይ ከዓ ስለ ናይ ጎይታና ናይ መድሓንና ናይ ኢየሱስ ክርስቶስ ባህርያዊ ኣምላኽነት ከመይ ከም ዝነበረ ይገልጸሉ ማለት እዩ። እዚ ኣርዮስ እግዚኣብሔር ንጥበብ ኣቐዲሙ ፈጠረ ዝብል ክሕደት ዘልዐሎ ዝሃቦ መልሲ ማለት እዩ። ንሱ ኣቐዲሙ ምስ ኣብ ዝነበረ ብግብሩ ካብኣ ብባህሪ ዝተወለደ ደኣ እምበር ካብ ኣብ ዝንእስ ኣይኮነን እዩ ካብ ኣብ ዝንእስ ኣይኮነን ሓደ ደጊምና ክነልዕል ሓደ ስፍሕ ዝበለ ኣብ ምስጢረ ስጋዊ ዘልዕሎ ሓንቲ ተወሳኽቲ ክነልዕል እሞ ከኣኽለና ኣብ ቅዱስ ኣትናቴዎስ ናይ ልግስናኡ ወይ ከዓ ናይ ቸርነቱ ይብል እሞ ናይ ቸርነቱ መጠን ንከርእየናን ንክጉብንየናን ዋላ እኳ ኣብ ኩሉ ኣብ ኩሉ ዘሎን ንኹሉ ዝመልአን እንተኾነ ባህሪ ሰብ ወይ ከዓ ናይ ሰብ ባህሪ ብምንሳእ ዘይረአ ዘይልወጥ ረቂቅ ቃል እግዚኣብሔር ናባና መጸ። ናባና መጸ። እግዚኣብሄር ኣይውሰንን፣ ብባህሪኡ ኣይውሰንን። ኣብ ኩሉ ዘሎ ንኹሉ ዝመልአ እዩ፣ ንኹሉ ዝመልአ እዩ። ግን ከዓ እግዚኣብሄር ክጉብነየና ደለየ፣ ክግለጸልና ደለየ፣ ብዝበለጸ ናብኡ ከቕርበና ስለ ዝደለየ ከምቲ ኢሳይያስ ዝበሎ ፍጥረታትካ እውን ካብ እግዚኣብሄር ኣዝዮም ስለ ዝረሓቑ ናብ እግዚኣብሄር ክመልሶም ናብ ባዕሉ ክመልሰና ስለ ዝደለየ ናብ እግዚኣብሄር ክንብል ከለና ናብ ባዕሉ ክመልሰና ስለ ዝደለየ ነብዩ ኢሳይያስ ፍጥረታት ክንደየናይ ካብ እግዚኣብሄር ከም ዝረሓቑ ክገልጽ ከሎ፣ ሰባት ናብ በረኻ ይወጹ እሞ ሓደ ካብ እጽዋት እቲ ሓደ ይቖርጹ፣ ናብ ገዛ መጺኦም ነቲ እጽዋት ንሱ ወይ ኸዓ ነቲ ተኽሊ ንሱ ነቲ ተኽሊ ንሱ ነቲ ኦም ንሱ ኣብ ክልተ ቦታ ይመቕልዎ፣ እቲ ሓደ እቲ ሓደ ንሓዊ መንደዲ ይገብርዎ፣ ነቲ ካልእ ኸዓ ኣለዚቦም፣ ጸሪቦም፣ ኣመላኺዖም ይሰግድሉ። ልቢ በሉ፣ ንሓደ ካብ ሓደ ኦም ዝተረኸበ ዕንጸይትስ ፍርቁ እቲ ዝተወሰነ ንዕንጸይቲ እናተጠቐሙ ንሓዊ መቀጻጸሊ ይጥቀምሉ እሞ እቲ ሓደ ካብ ሓደ ኦም ዝተረኸበ እቲ ካልኣይ ክፋሉ ከዓ እንታይ ይጠቀምሉ? ኣለዚቦም ኣጸቢቖም ይሰግድሉ። ሰባት ክንድዚ እዮም ካብ እግዚኣብሔር ርሒቖም። ክንድዚ ዝኣክል ካብ እግዚኣብሔር ስለ ዝረሓቕና እግዚኣብሔር ወልድ ናብ ባዕሉ ከቕርበና ስለ ዝደለየ እግዚኣብሔር ወልድ ናብ እግዚኣብሔር ኣብ ከቕርበና ስለ ዝደለየ እግዚኣብሔር ወልድ ናብ እግዚኣብሔር መንፈስ ቅዱስ ከቕርበና ስለ ዝደለየ ብሓንቲ ፍቓድ እዛ ፍቓድ እዚኣ ኸዓ ናይ ኣብ ናይ ወልድ ናይ መንፈስ ቅዱስ ብዝኾነት ፍቓድ ክጉብነየና መፀ እዩ ዝብል ዘሎ ቅዱስ ኣትናቴዎስ ክጉብነየና መፀ ወዲ ሰብ ናብ ጥፍኣቱ እናምርሐ ከም ዝኾነ ርእዩ ናብ ጥፍኣት እናምርሐ ሞት ኣብ ልዕሊ ሰባት ነጊሱ ስለ ዝርኣየ ሰባት ከዓ ነዚ ምስትውዓል ስለ ዘይከኣሉ ስለ ዘይኸኣሉ፣ ሞይቱ ንሞት ክስዕር እሞ ሰባት ናብ ባዕሉ ከቕርቦም ስለ ዝደለየ ዝተገለጸ ደኣ እምበር፣ ንሱስ ንሱስ ከም ኣብ ኣብ ኹሉ ዘሎ ንኹሉ ዝመልአ ባህሪኡ ምስ ኣብ መዓረ ዝኾነ። እናበለ ይገልጸሎም ማለት እዩ ይገልጸሎም ማለት እዩ። ይቕጽል እሞ ሞት ካብ ርእሲ ኩሉ ኣንጽ ኣብ ርእሲ ኩሉ ኣንጸላልዩ እንትርኢ ንወዲ ሰብ ራሕሪሑ ርሕሩሕ ኣምላኽ ስለ ዝኾነ ብድኻምና ከይገደፈና ምሕረቱ ደኣ ሃበና እምበር ከምቲ እትብልዎ እግዚኣብሄር ኣብ ኣቐዲሙ ፈጢሩ ፍጥረታት ንክፈጥረሉ ዝፈጠሮ ኣይኮነን። ስለዝኾነ ስለዝኾነ ምሳና ሓደ ክኾን ስጋና ለበሰ ምሳና ሓደ ክኾን ስጋና ለበሰ ርኽሰት ካብ ዘይብላ ርኽሰት ካብ ዘይብላ ዘይብላን ወዲ ካብ ዘይትፈልጥን ድንግል ድማ ብስጋ ተገለጸ ስጋኣ ነሲኡ ብስጋ ተገለጸ ብጥበቡ ቤተ መቅደሱ ገበራ ንርእሱ መስዋዕት ገይሩ ንኣቦኡ ኣቕረበና ናብ ኣቦኡ ኣቕረበና ኣቕረበና ወዲ ሰብ ናብ ጥፍኣት እናምርሐ ስለ ዝነበረ ብዝለበሶ ስጋ ብዝነስኦ ስጋ፣ ብዝነስኦ ስጋ ብምሟትን ንሞት ኸዓ ስዒሩ ብምልዓልን ናብ ባዕሉ ኣቕረበና እናበለ ብሰፊሑ ይትንትን ቅዱስ ኣትናቴዎስ። ቅዱስ ኣትናቴዎስ ስለዚ እንታይ ኢና ንብል ዘለና ኣቐዲሙ በዚ ቅዱስ ኤለስኪንድሮስ ኣብቲ ናይ መጀመርያ መእተውና ከም ዘልዕልናዮ ቅዱስ ኤለስኪንድሮስ እግዚኣብሄር በዚ ህጻን እዚ ኣቢሉ ክሰርሖ ዝደለየ ናይ ቤተ ክርስቲያን ስራሕ ኣሎ ኢሉ ከም ዝተነገረ ኩሉ ሕዚ ኣትናቴዎስ ኣብ ኒቅያ ንቤተ ክርስቲያን ሓላዊ ኮይኑ ንቤተ ክርስቲያን ጠበቃ ኮይኑ ብኡ ከዓ ዝበጽሖ መከራታት ኩሉ ተሸኪሙ ተሸኪሙ ተሸኪሙ ጥራሕ ኣይኮነን ተሸኪሙ ጥራሕ ኣይኮነን ኣምሂሩ ጽሒፉ ንወለዶ ዘሕለፈ ንዓና ዘብጽሐ ንዓና ኣንሕና እውን ክንመሃረሉ ዘብቅዐ ኣንሕና እውን ኣበው ኢልና ካብ ንጽውዖም ሓደ ኮይኑ ኣርኣያነቱ ተኸቲልና ብናይ ቤተ ክርስቲያን ስርዓት ትውፊት ቀኖና ዶግማ ክንግዛእ ዓብዪ እጃም ዘበርከተ ኣቦ ማለት ቅዱስ ኣትናቴዎስ እዩ። ስለዚ እቲ ከይዲ ክንሪኦ ከለና ካብ ብህፃንነቱ ጀሚሩ ኣተዓባቢኡ ኣቀባብላ ክህነቱ ክህነት ዝተቐበለሉ መንገዲ ነቲ ዝተቐበለሉ ክህነት ዝነበሮ ዝነበሮ ቅሩብነት ወይ ከዓ ክህነት ዝሓቶ ህይወት ክእለት ስነ ምግባር ኣማሊኡ ዓምዲ ናይ ቤተ ክርስቲያን ወይ ከዓ ናይ ቤተ ክርስቲያን ጠበቃ ወይ ከዓ ናይ ቤተ ክርስቲያን ብርሃን ንክበሃል ዝበቕዐ ቅዱስ ኣቦ እዩ። ስለዚ ቅዱስ ኣትናቴዎስ እዚ ጥራሕ ከይኮነ በእንተ ስደት ኢሉ እውን ዝፀሓፈሉ ከምቲ ዝገለፅናዮ ኣብ ስደት ንብዙሕ ግዜ ዘሕለፈ ስለዝኾነ ብዙሕ ግዜ ብስደት ዘሕለፈ ኣቦ ስለ ዝኾነ እንታይ ዓይነት ህይወት ከም ዘሎ ኣብ ስደት ኦርቶዶክሳዊ ክስደድ ከሎ ንሓቂ ክስደድ ከሎ ንኦርቶዶክስ ክስደድ ከሎ ዘለዎ ኣሉታዊ ጽልዋን ጥቕምን ሓደ ኦርቶዶክሳዊ ሰብ ክስደድ ከሎ ጥቕሚ ኣለዎ ኣብኡ ዝለማመዶ መንፈሳዊ ልምምድ ስለ ዘሎ ማለት እዩ ስለዚ ኣብ ስደት እንታይ ኣሎ? ስደት እንታይ ኢዩ? ንምንታይ ኢና ንስደድ? ብስደት ዝመጽእ ነገር እንታይ ኣሎ? ጥቕሚ ኣለዎዶ? ኢሉ ብዛዕባ ስደት ኸዓ ኣስፊሑ ዝጸሓፈ ኣቦ ኢዩ። ካብዚ ሓሊፉ ካብዚ ሓሊፉ ገድለ ቅዱስ ኢንጦንስ እውን ዝጸሓፈ ኢዩ ቅዱስ ኣትናቴዎስ። ናይ ቅዱስ ኢንጦንስ ህይወት እንታይ ይመስል ነይሩ ዝብል ሰፊሕ መጽሓፍ ዝጸሓፈልና እዩ። እዚ ኩሉ ገይሩ እዚ ኩሉ ጽሒፉ በዚ ኩሉ ናይ ቤተ ክርስቲያን ኣገልግሎት ጸኒሑ ኣብ መበል ሰብዓን ሓሙሽተን ዓመቱ ኣብ መበል ሰብዓን ሓሙሽተን ዓመቱ ግንቦት ሸውዓተ ከም ዝዓረፈ ናይ ቤተ ክርስቲያንና ታሪኽ ይነግረና። ስለዚ ነዞም ኣቦታትና መርኣያ ገይርና ናይ ቤተ ክርስቲያንና ትውፊት፣ ስርዓት፣ ቀኖና፣ ዶግማ ብምንታይ መልክዕ ክንሕሊ ከም ዘለና ዝተረዳእና ይመስለኒ ካብ ናይ ቅዱስ ኣትናቴዎስ ሕይወት ናይ ቅዱስ ኣትናቴዎስ በረከት ምስ ኩላትና ይኹን ኣሜን።